ሰላማት ተኸታተልቲ መደብ ኤሪኮ ከመይ ትኾኑ? ሽመይ ኣማን እየ ዘጋዩ ሞያ ድማ ክሊኒካል ፋርማሲስት ይኸውን። ሎማዓንቲ ሪናት ዘለና መደብ ብዛዕባ ወቕዒ ልቢ ወይ ሃርት ኣታክ ይኸውን። ኣብዚ ናይ ሎምዓንቲ ፕሮግራማትና ብዛዕባ ጠንቅታት ምልክታት ድካ ልቢ እንታይ ይመስሉ ብከመይ ክንከላከሎም ወይ ንፍውሶም ሕጽር ኣቢልና ክንዘራረብ ኢና ምክታልኩም ንዕድም መጀመርያ ብዛዕባ ወቅዒ ልቢ እንታይ ምኳኑ ክንብርህ ኢና ቀጢልና ዝርግሐ ወቅዒ ልቢ ኣብ ዓለምና ኣበናይ ደረጃ ይስራዕ ክንሪኦ ኢና። ቀጺልና ክንፈልጦምን ከነለልዮምን ዘለና ቀንዲ ምልክታት ሕማም ወቕዒ ልቢ እንታይ እንታይ እዮም ክንብሎም ኢና። ካብኡ ቀጺልና ወቕዒ ልቢ ከኸትሉ ዝኽእሉ ዓበይቲ ተግታት እንታይ ይመስሉ ክንብሎም ኢና። ኣብ መወዳእታ ካብዚ ሕማም ወቕዒ ልቢ ንክንከላኸል ክንወስዶም ዘለና ስጉምትታት እንታይ እንታይ ይመስሉ ክንጠቕሶም ኢና። ዕልም ክነት ምኽታል ክንዕድም። መጀመርያ ብዛዕባ ዝርግሐ ወይ ዕብት ሕማም ልቢ ኣብ ዓለምና ከመይ ይመስል ክንዛረብ። ሕማም ልቢ ወይ ድማ Heart Disease ብዝርግሕኡ ወይ ዕብየቱ ኣብ ዓለምና ቁጽሪ ሓደ እዩ ዝስራዕ ኣብዚ እዋንዚ። ኣብ ዓለምና ንኣብነት ዓመታዊ ልዕሊ ዓሰርተ ሸውዓተ ነጥቢ ትሽዓተ ሚልዮን ሰባት ብሕማም ልቢ ከምዝሞቱ እዩ ጸብጻባት ዝሕብር። ንምንጻሩ ክጠቕመና ንኣብነት ኣብ ዓለም ብሕማም ዓሶን ዓባይ ሰዓልን ኤድስን ተጠቓሊሎ ማለት እዩ ሰለስተ ነጥቢ ሸሞንተ ሚልዮን ሰባት እዮም ዝሞቱ ስለዚ እዚ ሓደ ርብዒ ናይቶም ብሕማም ልቢ ዝሞቱ ማለት እዩ ካልእ ጸብጻባት ከም ዝሕብርዎ ድማ ሰብዓን ሓሙሽተን ካብ ሚእቲ ካብዞም ብሕማም ልቢ ዝሞቱ ሰባት ኣብዚ ናይ ቁጠባዊ ጸገማት ዘለዋ ሃገራት ከም ዝኾነ እዩ ዝሕብር እሱ መግበሪኡ ድማ እቲ ቀንዲ ምክንያት እቶም ጥቅታት ናይ ሕማም ልቢ ኣብኡ በዝሑ ኣለዉ ማለት ዘይኮነሲ ብሰንኪ እቲ ሕፅረት ናይ ቁጠባ ወይ ሕክምናዊ ኣገልግሎት ዘምፅኦ ሳዕቤን ምዃኑ እዩ ማለት እዩ። ቅድሚ ብዛዕባ ወቕዒ ልቢ ምዝራብና ኣቐዲምና ድሕረ ባይታ ናይ ልቢ ክንድህስስ ኣገዳሲ ይኸውን። ልቢ ከምቲ ኩልና ንፈልጦ ሓንቲ ካብተን ኣገደስቲ ህዋሳት ወይ ድማ ኦርጋን ሰውነትና ኮይና እቲ ቀንዲ ዕማማ ድማ ነቲ ዝተበከለ ወይ ድማ ኦክስጅን ኣልቦ ዝኾነ ደም ተቐቢላ ናብ ሳንቡእ ምሕላፍን ካብኡ ድማ እቲ ኦክስጅን ዝመልኦ ወይ ኦክስጅን ዝተሓወሶ ደም ካብ ሳንቡእ ተቐቢላ ንኹሉ ኣካላት ሰውነትና እትዝርግሕ ኣገዳሲት ኦርጋን እያ። ልብና ነዚ ዕማም እዚ ን ዕስራን ኣርባዕተን ሰዓት ንቕሓት ንኽሰርሕ ዋህዮታት ልብና ልክዕ ከም ካልኦት ዋህዮታት ኦክስጅን ዘለዎ ደም ብቐጻሊ ከድልዮም እዩ። እዞም ኮሮናሪ ኣርተሪ ዝበሃሉ መትንታት ወይ ሻምብቆታት ብዝኾነ ጠንቂ ወይ ብዝኾነ ምኽንያት ምስ ዝዕበሱ ወይ ምስ ዝሕተሙ፣ ጽንሕ ኢልና ብዛዕባ ጠንቅታት ናይ ወቕዒ ልቢ ክንዛረብ ኢና። እዞም መትንታት ምስ ዝዕበሱ፣ ልብና እኹል ኦክስጅን ስለ ትረክብ ዘየላ፣ እቶም ዋህዮታት ልብና ክሞቱ ይጅምሩ። እንተ ደኣ ቅልጡፍ ሕክምናዊ ረድኤት ዘይተገይርሉ ድማ ናይ ሞት ተኸትል ማለት እዩ። ኣብዚ ስክሪን ዝረኣየና ዘሎ ክልተ ስእሊ ንርኢ ኣለና ብየማን ሸነኽ እታ ስእሊ ናይ ልቢ እያ ንርኢ ዘለና ልቢ ከምዚ እያ ትመስል ኣብቲ ሰርፌስ ናይቲ ልቢ ወይ ድማ ኣብቲ መንደቕ ጨንፈራት ወይ ቅርንጫፋት ዝመስሉ ንርኢ ኣለና እዚኣቶም እቶም ኮሮናሪ ኣርተሪ ንብሎም መትንታት ናይ ልቢ እዮም ልብና በዞም መትንታት ገይራ ቀፃሊ ኦክሲጅን ካልእ ንዓኣ ዘድልዩ ምግብታትን ኒትሪሽንን ትረክብ ማለት እዩ። ሕጂ እቲ ወቕዒ ልቢ ዝመጽእ እዞም መትንታት ምስ ዝዕጸዉ ወይ ድማ ምስ ዝጸብሉ እዩ። ብጸጋም ሸነኽ ናይዛ ስክሪን እንታይ ንርኢ ኣለና? ክልተ ከበድቲ ነገራት ንርኢ ኣለና። እዚኣቶም ንኣብነት ክሮስ ሴክሽን ናይቶም መትንታት ሻምብቆታት እዮም ማለት እዩ። እታ ኣብ ላዕሊ ዘላ ሓንቲ ጥዒቲ ሻምብቆ ወይ መትኒ ልቢ ንብላ። ምኽንያቱ ኣብቲ ውሽጣ እንተሪኢናዮ ዋላ ሓንቲ ዝኾነ ዓይነት ነገር ሕርኽራኽ ዘይብላ ምዃኑ እዩ። እታ ታሕተወይቲ መትነ በንጻሩ ገለ ብጫ ዝመስል ነገራት ኣብቲ ውሽጢ ንሪኤላ ኣለና። እዚ ምልክት ናይቲ እንዳጸበበ ዝኸይድ ዘሎ ሻምብቆ ናይ ልቢ ምዃኑ እዩ። ምስ ግዜ ድማ እዚ ሻምብቆ እንዳጸበበ እንዳጸበበ ከይድሞ ኣብ ሙሉእ ምሕታም ናይዚ መትኒ ደረጃ ይበጽሕ ማለት እዩ። እዚ ድማ ናብ ወቕዒ ልቢ የኸትል። ብሓጺሩ እዚ ይመስል እቲ ኣመጻጽኣ ናይ ወቕዒ ልቢ። ኣብ ዝመጽእ ዘሎ ስላይ ድማ ብዝያዳ ክነብርሆ ኢና። እዚ ዝረኣየና ዘሎ ስክሪን እውን እቲ ኣቐዲምና ዝገለጽናዮ ብዝያዳ መብርሂ ናይ ናትሪን ኢና ዘለና። ክልተ ሻምብቆታት ንርኢ ኣለና። ኣብዚ እውን እታ ጸጋመይቲ ሻምብቆ ዋላ ሓንቲ ዝተሓብሰ ነገር ዘይብላ ጽሪቲ ሻምብቆ ኮይና እታ ካልኣይቲ ሻምብቆ ብስብሕታትን ኮለስተሮልን ካልእ ነገራትን እንዳተዓብሰት ትኸይድ ዘላ መትኒ ወይ ሻምብቆ እያ ማለት እዩ። ኦክስጅን ዝሓጸራ ልቢ ወይ ድማ ኦክስጅን ዝሰኣነት ልቢ እንታይ ንክትመስል ብዝያዳ ንምብራህ ኣብዚኣ ስእሊ ውን ቀሪብናልኩም ኣሎና። ኣብ ጸጋም ሸነኽ ትሪእዋ ዘለኹም ልብና እያ ማለት እዩ። እዛ ልቢ እንተ ኣጸቢቕና ሪእናያ ኣብቲ ታሕቲ ሸነኽ ናይታ ልቢ ቁሩብ ጽልም ዝበለ ነገራት ንርኢ ኣለና። ብኣሮ ጌርና ውን ምልክት ጌርናላ ኣለና። እዛ ጽልም ዝበለት ሸነኽ ናይ ልቢ እታ ብሰንኪ ሕጽረት ኦክስጅን ወይ ድማ ኦክስጅን ብምስኣን ዝሞተት ክፋል ናይ ልቢ ምዃና ምብራህ እዩ። እዚ ከኾና ዘብቀዐ ድማ ብየማና ሸነኽ ትሪእዋ ዘለኹም እታ እታ ሻምብቆ ነዚ ቦታ እዚ ኦክስጅን ተሰኪማ ትኸይድ መትኒ ወይ ሻምብቆ ከምቲ ትሪእዎ ዘለኹም ብዝተፈላለየ ዝረግዐ ደምን ኮለስተሮልን ስብሕን ዳርጋ ሙሉእ ብሙሉእ ተሓቲማ ኢና ንሪኣ ዘለና። እሱ ስለ ዝኾነ እዩ ድማ እዚ ክፋል ናይ ልቢ ክሞት ክኢሉ ወይ ድማ ናብ ሞት ደስብ ማለት እዩ። ራይ ምልክታት ወቕዒ ልቢ እንታይ እንታይ እዮም? ከመይ ይመስሉ? ሕፅር ኣቢልና ንገልፆም። እቶም ቀንዲ ምልክታት ናይ ወቕዒ ልቢ ከምዚ ኣብዚ ስክሪን ዝረኣየኩም ዘሎ ብርቱዕ ቃንዛ ኣፍ ልቢ ምዃን እዩ። እዚ እቲ ቀንዲ ወይ ሆልማርክ ምልክት ወይ እቲ ቀንዲ ምልክት ናይ ወቕዒ ልቢ ኢልና ንገልጾ እዩ። ብዙሕ ግዜ እቶም ብወቕዒ ልቢ ዝተጠቕዑ ሰባት እቲ ደረጃ ቃንዛ ክገልጹ እንከለዉ ብጣዕሚ ብርቱዕ ምዃኑ እዮም ዝገልጽዎ። ብዙሕ ግዜ እውን ከብርህዎ ከለዉ እንታይ እዮም ዝብሉ እቲ ቃንዛስ ከምዚ ሓርማዝ ኣብ ኣፍ ልበይ ዝረግጸኒ ዘሎ ኮይኑ ይስምዓኒ ኢሎም ዝገልጹ ነቲ ቃንዛ ክገልጽዎ ከለዉ እዚ ማዕረ ክንደይ ብርቱዕ ቃንዛ ከም ዘጋጥሞም እዩ ዝብርህ። ካልእ እዚ ቃንዛ ናይ ኣፍ ልቢ እውን ኣብ ኣፍ ልብና ጥራሕ ኮይኑ ተሓጺሩ ዘይኮነ ዝተርፍሲ ኣብ ዝተፈላለየ ኣካላት ናይ ሰውነትና ብሕልፊ ድማ ኣብ መንኩብናን ኣብ መንጋጋናን ኣብ ክሳድናን እዩ ዝዝርጋሕ። እዚ ምልክታት እዚ ቀንዲ ምልክት ናይ ወቕዒ ልቢ ስለ ዝኾነ እንተ ንዓናት እዩ ወይ ናብ ከባቢና ዘሎ ሰባት ከምዚ ዓይነት ምልክት ተራእዩ ብህፁፅ ናብ ሕክምና ክመፁ ከም ዘለዎም ብጣዕሚ ኣገዳሲ ይኸውን። ካልኦት ምልክታት ወቕዒ ልቢ እውን ከም በዓል ረሃጽ ኣለዉ። ብዙሕ ሰብ እቲ ሰብ እውን ከምዚ ቅርጸት ዓይነት ይስምዖ፣ ኢንዲጀሽን ንብሎ፣ ሕጽረት ትንፋስ ከምኡ እውን ብዙሕ ድኻም ይስምዖ እቲ ሰብ ማለት እዩ። እንታይ እዮም እቶም ቀንዲ ጠንቅታት ናይ ወቕዒ ልቢ? ኣብ ዝሓለፈ ፕሮግራምና ብዛዕባ ስትሮክ ወይ ወቕዒ ናይ ሓንጎል ክንዛረብ ከለና ጠንቅታት ናይ ስትሮክ ተዛሪብና ነርና። ደራሲና ድማ ምስ ብጣዕሚ ምስ ወቀላይ ልቢ ብጣዕሚ ዝመሳሰሉ እዮም እቶም ጥንቅረ ዳርጋ ሓደ እዮም ክትብሎም ትኽእል ኢኻ እዚኦም ድማ ከም ስእሊ ጌርና ኣቕሪብናልኩም ኣለና ኣብዚ እንትሪእዎ ዘለኹም ፀቕጢ ደም ሓደ ካብቲ ቀንዲ ጠንቂ ናይ ወቐ ልቢ እዩ ካልእ ውን እዞም ሕማም ሽኮር ዘለዎም ውን ንሕማም ቋልዲ ይቃልዑ ኣለው ማለት እዩ። ካልእ ካብ ዓቐን ንላዕሊ ሚዛን ዘለዎም ሰባት ብዙሕ ኮለስትሮል ወይ ስብሒ ዘለዎ ምግቢ ዘብዝሑ፣ ካልእ ሽጋራን ኣልኮሆልን ብብዝሒ ዝወስዱ ሰባት ዕድሚኦም ኣጸቢቖም ዝደፍኡ ከምኡ ውን ዘርኢ እዚኣቶም እቶም ቀንዲ ቀንዲ ጠንቅታት ናይ ወቕዒ ልቢና ንገልጾም ማለት እዩ። ሐራይ እምባር ሕጂ እቶም ጠንቅታት ናይ ወቕዒ ልቢ ፈሊጥናዮም ኣለና። ንወቕዒ ልቢ ከ ወይ ነዚ ሕማም ልቢ ብጠቕላላስ ብኸመይ ንከላኸሎ ዝብል ሕቶ መጺኡ። እዚ ብእንግሊዝ ተጻሒፉ ዘሎ እዚ ብናይ ዓለም ለኻዊ ናይ ጥዕና ወኪል WHO እቲ ቀንዲ ክውሰድ ዘለዎ ስጉምታት ዝገልጽ ማለት እዩ ኣብዚ ታሕቱ ብትግርኛ ትርጉም ኣለና ገለ ገለ ካብቲ ክንወስዶም ዘለና ስጉምታት ወቕዒ ልቢ ንክሒዘና ሓደ ጥርሙሽ ሽጋራ ወይ ኣልኮል ንዶክተር እንተቋረፅናያ ወይ ድማ እንተወጊድናያ ዘለፀዎ ማለት እዩ ካልእ ኣብ ምግብና እውን ጥንቃቐታት ክንገብር ንኣብነት ጨው ዝበዝሖ ምግቢ ኮለስትሮል ስብ ዝበዝሖ ምግብታት ተወገናዮ ይምረፅ። እንተተኻኢሉ ኣብ መዓልታዊ ቀለብና ኣሕምልቲ፣ ሳላጣ፣ ቁስጣታት ተዘውተርና እቲ ዝምረፅ እዩ። ካልእ ኣብ መዓልታዊ ሂወትና እውን ኣካላዊ ምንቅስቃስ ወይ ኤክሰርሳይስ ክነዘውትር ይግባእ። ምክንያቱ ኣካላዊ ምንቅስቃስ ኣብቲ ምጉዳል ሽኮር፣ ምጉዳል ጸቕጢ ደም፣ ኣብቲ ምጉዳል ሕማም ልቢ ጥራሕ ዘይኮነ ዝጠቕመና እዚ ኣብቲ ናይ ሚዛን ምጉዳል ውን ክጠቕመካ ስለ ዝኽእል ተተጠቐምናሉ ብብዝሒ ኤክሰርሳይዝ ተገበርና ይምረጽ ማለት እዩ። ካልእ ኣገደስቲ ስጉምትታት ክንወስዶም ዘለና ውን ከም በዓል ሽኮር ዝበዝሖ ምግቢ ወይ መስተ ምውጋድ ወይ ምንካይ፣ ከምኡ ውን ክብደት ሚዛንካ ናብ ንቡር ምምላስ ብኤክሰርሳይስ ድዩ ብዓይነት ምግቢ ምቕያር ጎስጓስ ክትክያድ እንዮ ማለት እዩ። ሓደ ሰብ ብወቕዒ ልቢ ምስ ዝጥቃዕ ወይ ወቕዒ ልቢ ምስ ዝሕዞ ሓደ ካብቲ ተቐዳዲምና ን ወደ ስጉምቲ ነዞም በዚ ሕማም ዝተጠቕዑ ናብ ኬር ላብ ድበሃል ቦታ ወሲድና ነቲ ተሓቲሙ ዘሎ ወይ ተዓቢሱ ዘሎ ሻምብቆ ምኽፋት እዩ። እዚ ሓደ ካብቲ መጀመርያ ንወስዶ ስጉምቲ እዩ። እዚ ቁሩብ ኮምፕሊኬትድ ዝኾነ ኣሰራርሓ እዩ። ግን ቁሩብ መብርሂ ምእንቲ ክንገብረሉ ኣብዚ ኣብ ስእሊ ቀሪበልኩም ዘለኹ ብጸጋም ሸነኽ ሰለስተ ስእሊ ናይ መትኒ ወይ ሻምብቆ ናይ ልብና እዞም ኮሮነሪ ኣርተር ዝበሃሉ ንርኢ ኣለና ማለት እዩ። ኣብታ ጫፍ ዘላ መትኒ ኣብ ውሽጣ ሓንቲ ከምዚ ጭራ ዝመስል ዘለዋ ነገር ንርኢ ኣለና ኣብቲ ውሽጢ። እዚኣ እታ ዘይተነፍሐት ባለንቺና ወይ ፍሕኛ እያ። እዛ ፍሕኛ እዚኣ እንተሪኢኹማ ብስልኪ እያ ተጠቕሊላ ዘላ ወይ ብስልኪ ተሸፊና ኣላ። ኣብታ ካልኣይቲ ማእከል ዘላ ሻምብቆ ድማ እዛ መትኒ ኮይና ንባዕላ ኣብዚኣ ግን እንታይ ንርኢ ኣለና ፍሉይ ዘብላ እንታይ እዩ እዛ እዛ ባላቺና ተነፊሓ እያ ዘላ ዝተነፍሐት ባላቺና ኢና ዘለና ናብዛ መካከል እታ ሳልሰይቲ ድማ እቲ ስልኪ ነታ ፍሕኛ ሸፊንዎ ነበረ፣ ተዘርጊሑ ነቲ ነቲ መትኒ ኣፍሒሕዎ ኣሎ ማለት እዩ። ሕጂ እዚ ፕሮሲጀር እዚ ሕጽር ዝበለ እቶም ኣብዚ ኣብዚ መሬት እዚ ዝዋፈሩ ወይ ክኢላታት ናይ ናይ ልቢ ነዛ ፍሒኛ በዚ ኣብ ሰለፍ ዘሎ መትኒ ትሪእዎ ዘለኹም ናይ ሰለፍ መትኒ ወይ ሻምብቆ ብኡ ገይሮም ነዛ ዘይተነፍሐት ፍሒኛ የእትዮም ኣብቲ ልቢ ዘለዎ ቦታ ኣብቲ ተዓጊሱ ዘሎ መትኒ ወይ ፀቢቡ ዘሎ መትኒ ኣብኡ የብፅሕዋ ማለት እዩ። ኣብኡ መሰብፅሕዋ ነታ ፍሕኛ ይነፍሕዋ ማለት እዩ። ሕጂ እታ ፍሕኛ ክነፍሕዋ ከሎ ወይ ነታ ባላ ጀና ክነፍሕዋ ከሎ ነቲ ስልኪ ድማ ይመጥዎ ኣሎ ማለት እዩ፣ ይንፍሕዎ ኣሎ። እዚ ንገብሮ ዘለና ምክንያት እንታይ እዩ? ነቲ ጸቢቡ ዘሎ መትኒ ወይ ሻምብቆ ክኽፈት እሞ እቲ እታ ኦክስጅን ስኢና ዝነበረት ልቢ ብቐጻሊ ኦክስጅን ክትረክብ ትጅምር ማለት እዩ። እዚ ፍሕኛ ምስ ተነፍሐ፣ እቲ ስልኪ ኣብቲ ቦታ ኣብቲ ጸቢብ ቦታ ዝነበረ ናይ መትኒ ኣብኡ ተርፍ፣ ነታ ፍሒኛ ከም ብሓዲ ሽዑ ኣዝሊቕና ካብቲ መትኒ ነውጽኣ፣ እቲ ስልኪ ግን ኣብኡ ተርፍ ማለት እዩ። እዚ ሕጂ ሓደ ካብቲ ቀዳምነት ንገብሮ ስጉምቲ እዩ፣ እሱ ድማ ነቲ ኦክስጅን ጸሚኡ ዝነበረ ዋህዮታት ልቢ ቆፃሊ ምእንቲ ኦክስጅን ንክረክብ ዝግበር ፃዕርታት ማለት እዩ። እዞም ብወቕዒ ልቢ ዝተጠቕሱ ሰባት ህፁፅ ናይ ፅገናዊ ስራሕ ምስ ተኻየደሎም ድሕሪኡ ዝእዘዘሎም ኣፋውስ ኣሎ። እዞም ኣብ ስክሪን ዝረኣዩና ዘለዉ እቶም ቀንዲ ኣገደስቲ ፋውስ ሕማም ልቢ ኮይኖም መብዛሕትኡ ግዜ እቲ ዝተጠቕዐ ሰብ ዳርጋ ንሙሉእ ህይወቱ እዩ ዝወስዶ ማለት እዩ። ቀንዲ ቀንዲ ካብኣቶም ከም በዓል ኣስፕሪን፣ ኮለስትሮል ዘጉድሉ መድሃኒታት ከምኡውን ጸቕጢ ደም ዝቆጻጸሩ መድሃኒታት እዩ። ቅሩ ብዛዕባ ኣስፕሪን ክንዛረብ ቅድሚ ሕጂ ከም ዝገለጽናዮ ኣስፕሪን ንብዙሕ ዓመታት ኣብ ዕዳጋ ዝጸንሐ መድሃኒት ኮይኑ ንረስኒ ይኹን ንፈወሲ ርእሲ ዝኣመሰለ ንጥቀመሉ መድሃኒት እዩ። ኣብዚ ናይ ምክልኻል ሕማም ልቢ ኮነ ሕማም ስትሮክ ወይ ወቕዒ ናይ ርእሲ እውን ዓቢ ተራ እዩ ዘለዎ። እቲ ኣብ ምንታይ ይፈላለ እቲ እቲ ዓቐኑ ጥራሕ ይፈላለ። ብዙሕ ግዜ ኣስፕሪን ንመከላኸሊ ወቕዒ ልቢ ወይ መከላኸሊ ስትሮክ እንተ ንጥቀመሉ ኮይንና ብጣዕሚ እቲ ዝነኣሸ ዶስ ኢና ንጥቀም፣ ሰማንያን ሓደን ሚሊግራም ክሳብ ሚእትን ስሳን ሓደን ሚሊግራም ኣቢሉ ይውሰድ ማለት እዩ ሓንቲ ንመዓልቲ። ኣስፕሪን ሓደ ካብቲ ቀንዲ ጥቕሙ እንታይ እዩ? ነቲ ኣብ መትንታት ዘሎ ዝሞ ዝረገ ደማት ንጥብታት ናይ ምሕቃቅ ክእለት ስለ ዘለዎ ኣብ ምክልኻል ወቕዒ ይኹን ስትሮክ ዓቢ ዓቢ እጃም ኣለዎ ማለት እዩ። ከምቲ ቅድሚ ሕጂ ዝገለጸ ግን ኣስፕሪን ንኹሉ ይጠቅም ማለት ኣይኮነን። ስለዚ ቅድሚ ኣስፕሪን ምውሳድና ንሓካይም ተወኪስና ይጠቕመና ድዩ ኣይጠቕመናን ፈሊጥና ተጀመርናዮ ዝሓሸ ማለት እዩ። እንተ ደኣ ንምክልኻል ክንወስዶ ወሲንና ማለት እዩ። ከም ኣብነት ገለገለ ሰባት ከም በዓል ኣዝማ ዘለዎም ሰባት ወይ ድማ ሕጽረት ትንፋስ ከም በዓል ሲኦፒዲ ዝበሃል ሰባት ዘለዎም ሰባት እንተለዉ ንክትወስድዎ ቁሩብ ሽግር ክኾን እዩ ምክንያቱ ነቲ ሕማሞም ከጉድሎ ስለ ዝኽእል ከምኡ ውን እዞም ናይ ስቶሞኮ ጸገማት ዘለዎም ከም በዓል ጋስትራይት ውን እንተዘይወሰድዎ ይምረጽ ምክንያቱ ኣስፕሪን ነቲ ጋስትራይት ከጉድሎ ስለ ዝኽእል ካብኡ ተትጥንቀቕና ይሓይሽ። ብተወሳኺ እዞም ዕድሚኦም ኣፅቢቦም ዝነኣሹ ዕድሚኦም ካብ ዓሰርተ ሽዱሽተ ዓመት ንታሕቲ ዝኾኑ ሰባት እውን ዘየድሊ ጉድኣታት ከምፅኣሎም ስለዝኽእል ካብ ኣስፕሪን ምውሳድ ተተቖጠቡ ይምረፅ። ካልኦት እዞም ካልኦስ ኮለስትሮል ዘጉድሉ መድሃኒታት፣ ፀቕጢ ደም ዝቆፃፀሩ መድሃኒታት እውን ነቲ ቀንዲ ጠንቂ ናይ ወቕዒ ልቢ ይከላኸሉ ስለዝኾኑ ወይ ይቆፃፀሩ ስለዝኾኑ ኣብ ምቁፅፃር ወቕዒ ልቢ ይኹን ኣብ ምክልኻል ስትሮክ ዓብይ እጃም እዩ ዘለዎም። ስለዚ እቲ ሓኪም ዝኣዘዞ መሰረት እዞም መድሃኒት ብኣገባብ ክውሰዱ ኣገዳሲ ይኸውን ማለት እዩ። ኣብ መወዳእታ ወቕዒ ልቢ ንሚልዮናት ህዝቢ ዘጥቅዕን ህጹጽ ሕክምናዊ ርድኢት ዘድልዮን ሕማም ልቢ ምዃኑ እዩ። እቲ ሕመረት ጠንቂ ወቕዒ ልቢ ድማ ከምቲ ቀዲምና ዝረኣናዮ ብሰንኪ ምጽባብ ወይ ምሕታም ሻምብቆ ልብና ዘስዕብ ሕጽረት ኦክስጅን እዩ። ነዚ ሽግራት ከስዕቡ ዝኽእሉ ሕማማትን ባህርያታትን ፈሊጥና ኣለሊና ብግቡእ ክንፍውሶም እንተተኻኢሉ እውን ክንኣልዮም ዕቱብ ጻዕርታት ከድልየና እዩ። ናይ ሎማዕቲ መደብና ኣብዚ ወዲእና ኣለና። ክቡራት ተኻታተልቲ ዝኾነ ዓይነት ሕቶ ወይ ርእይቶ ወይ ኮመንት ምስ ዘለኩም ክትጽሕፉልና ብትሕትና ንሓትት። ሰላም መዓልቲ ይኹነልኩም።